ከመይ ሓዲርኩም ጋይስ ሰላም ክትህልውለይ ተስፋ ይገብር ኩሉኩም ዶ ከምዚ ከማይ ብዛዕባ ዛሚራ ሓፍትናስ ድንጽው ኢሉኩም በቃ እቲ ሓቂ ኣይ ምቕባል ኣብይኩም ዶ ኣሎ ኣነስ ትማሊ እየ ሃንደበት ፈሊጠ ካብኡ በቃ ምድቃስ ኣብኒ ለይቲ ሙሉእ በቃ ኣይደኖ እንድዒ ደንጊፀ ብጣዕሚ ከዓ ተሰሚዕኒ ሓዚነ ማለት እዩ ምክንያቱም ካብ ዘይትፅበዮ ሰብ በቃ ኣነስ ከምኡ እንተዝኸውን ከም ሰብዚ እንተዝኸውን እንዳበልካ ተስፋ ተገብረሉ ንክንደይ ሰባት ሞቲቬት ዝገብር ሰብ ላይፍ ስታይሉ ፅቡቕ መሲሉ ንደገ እንዳብለጭለጨ ስኑ ገይፁ እንዳሰሓቐ ሕጉስ ዝመስል ሰብ ከምዚ ክትሃንደበት ከምዚ ዓይነት ነገር ኣጋጥሙ ከሎ ነብሲ ኣጥፊኡ ክትሰምዕ ከለካ በቃ ምእማኑ ይኣብየካ እዩ ኣብዚ ሰሙን እዚ ንሰምዖ ዘለና ነገር እንድዒ ኣነ ኣምላኽ ባዕሉ ምሕረቱ የውርደልና ደኣ እምበር ሞት በዚሑ ጭካነ በዚሑ ኣብ ስደት ኮይንና ብጣዕሚ ንፈርሕ ኣለና ሎምስ ኣብ ዝሓለፈ ክልተ ዓመት ብዙሕ ሞት ምቅትታል ምጭክካን ነብስካ ምጥፋእ እንዲና ሪእና ግን ከም ሃፍቶም ዝብልዎ ሓውና ኣብ ላይቭ ነብሱ ዘጥፈኣን ከምዛ ሜሪ ዝብልዋን ሓፍትናን ግን በቃ ነብሰይ ዝነከኦ ብጣዕሚ ዝተሰመዐኒ ድቃስ ዝከለእኒ ግን የለን ምክንያቱም ናይ ብሓቂ ለዋሃትን ገርህታትን ኮይኖም እዮም ዝስምዑካ እና ንመላእ ስድራን ቤተሰብን መሓዙትን ቀረብትን ንኹሉ ጽንዓት ይሃብ እንዳበልኩ ንሕናኸ ካብዚ እንታይ ንመሃር? ኩሉ ንደገ ሕጉስ ዝመስል፣ ዝስሕቅ፣ ዝበልዕ፣ ዝሰቲ፣ ዝጫወት፣ ንካልኦት ሰባት ዘጸናንዕ፣ ሞቲቬት ዝገብር፣ ጽቡቅ ላይፍ ዝነብር ዝመስለና ኩሉ ውሽጡ ጸገም ኣለዎ፣ ጭንቀት ኣለዎ፣ ሓዘን ኣለዎ፣ ከምቲ ብደገ ንሪኦ ከምዘይኮነ ኢኻ ትመሃር። ካብኡ ከኣ ኩሉ ግዜ ነዚ እየ ኣነ ልዕሊ ዝኾነ ይኹን ጸገም ሽግር ዘጋጥመካ ብመሓዙትካ ካብ ፋሚልኻ ካብ ሰብኣይካ ካብ ዝኾን ይኹን ጭንቀት ዘለኻዮ ስደት መከራ ናብራ ሂወት ነብስኻ ተቐድም ምልስ ኢልካ ነብስኻ ተቐድለካ ዝብል ልዕሊ ነብስኻ ዝቐድም ነገር የለን። ልብስኻ ነብስኻ ንድሕር ተረጋጊኡ ካልእ ነገራት ኩሉ ተርክበሉ ኢኻ ትሓልፎ ኢኻ ዘይሓልፍ ሽግር ከኣ የለን ኢለ ኩሉ ግዜ ዝዛረብ ማለት እዩ። ነቶም ሓደ ሓደ ኣሕዋትና ከኣ እቲ ሰብ ምስ ሰኣናዮ ሂወቱ ምስ ሓለፈ ካብ ጅግና እዩ ኔሩ ከምዚ እዩ ኔሩ ኢልካ ምፑሳት ብሂወት ምሳና እንከሎ እንህቦ ኮመንት፣ ጃጅመንት፣ ጸርፊ፣ ስትረስ፣ ህይወቱ ከጥፍእ ንገብሮ ምድፍፋእ፣ ሓጎሱ፣ ኢሞሽኑ፣ ኩሉ ንሕድግ ሰባት፣ ንጠንቀቅ ሞት ናብ ኩለና እያ። ሰላም ሰላም ለማዓንቲ እንታያ ክብል መፅየ በዚ ዘጋጥም ዘሎ ኣሕዋትና ብዙሕ ነገር ማለት እዩ ንክትዛረቦ ዘስካሕክሕ ነገር ማለት እዩ ግን እስኪ ካብ ከምኡ ምዝራብሲ ነዘን ዘለዋ ብሂወት ኣሕዋትናስ እስከ ፍታሕ ንዛረብ ኢለ እንደ ምፅየ ዘለኹ ሓንቲ ሓፍቲ ናብዚ ዝኾነ ኮርስ ትወስድ ነይረ ግብፃዊት እያ በዓልቲ ሓዳር እያ ኣደ ክልተ ቆልዑት እያ ከምዚ ኣብቲ ትምህርትስ በቃ ከምዚ ርእስ ኣድንን ተብል ገለመለ ገለ ነይሩ ሕጂ ከምዚ ስቕ ኢላ ተሕዝነኒ ነይራ ማለት እዩ ከምዚ ስቕ ኢላ ተሕዝነኒ ነይራስ እንታይ ኮይና ከምዚ ገለገለ እንዳበሉ ከሎስ ኣብ መጠረሽትኡስ እቲ ኣብ ውሽጣ ዘሎ ምኽኣል ስኢንዋ ትነግረና ማለት እዩ በቃ ሰብኣየ ብምኽትካት ብምዕግርጋር ብገለ በፅቢፅኒ ብድሕሪኡ ብዙሕ ሽግር ረኺበ ከምዚ ከምዚ ገይሩ ምስ ሃረመኒ ፖሊስ ፀዊዐ ኢላትኩም ፖሊስ ምስ ፀወዐት እቶም ፖሊስ እንታይ ክትደሊ ኢሎማ እታ ክንገብረልኪ ክትደሊ ኢሎማ ምክንያቱ ኣደ ቆልዑት እያ ሰያ ትስማዕ እዚ ማንም ሰብ ዝፈልጦ እዩ ሕጂ እንታይ ክትደሊ ኢሎማ ማለት እዩ ኣነ ዝደሊ ደቀይ ክዕቢ ሓዳረይ ኣቦ ደቀይ ክኾነኒ እየ ዝደሊ ግን ከምዚ ኣይፈልጠሉን እየ ነይረ ከምዚ ከምዚ ኣብ መንጎ ከምዚ ጀሚሩ ሎንግ ታይም ከይዱ ክጻወሮ ኣይከኣልኩን ሕጂ ግን በዚሒኒ ሕጂ ድከኣል ተኮይኑ ኣነ እንድሕር ጸገም ኣለዎ እዚ ሰብኣይ ክሕከም እየ ዝደሊ ኢላ ተረዲኹምኒ ክሕከም እየ ዝደሊ ገለ ገለ ተባሂላ ኩሉ ዘገድስ ሕክምና ተገይርሉ ወልሓንቲ ከይትገብርዎ ጥራሕ ሕኪምኩም ናብ ልቡ መሊስኩም ስደሉ ኢላቶ ተረዲኹምኒ ሕጂ ከምኡ ተገይርሉ ኩሉ ዓይነት ኣይደኖ ሕክምና ተወሲዱ ማለት እዩ ሕክምና ወሲዱ መሊሱ ቴራፒ ገይሩ ኩሉ ነገር ተገይሩሉ ዝወዲ ናፍቲ ክምለስ ከሎ ናብ ሂወታ እቲ ምዕግርጋር እንዳገደፈኡ እቲ ገለ እቲ ገለ እንዳተቐነሰ ብዙሕ ነገር ተቐኒሱ ሕጂ እየ ሓዳረ እየ ከምዚ ቁሩብ ድረጋጋእ ዶ ኣለኹ ኢላ ማለት እዩ ተረዲኹምኒ ሕጂ እዘን ሕዋትና ከዓ መሳኪን በትን በትን ኣይጣዕመናን እዩ ዝበሃል እዚ ኣይጣዕመናን ምክንያቱ ኩሉ ግዜ ሓንጎልካ ከምኡ ክትሰምዕ ሲ ከምዚ ቀቢልዋ ከምዚ ገይርዋ ከምዚ ገይርዋ ክትሰምዕ ማዕረ ከንደይ ከቢድ ምዃኑ ኩሉ ሰብ ዝፈልጦ ሓቂ እዩ ሕጂ ኣነ እዚኣ ንምንታይ ኢለ ይምፅእያ እንድሕር ምስኡ ክንነብር ኢና ከምዚ እንድሕር ትብላ ትኾንክን ምስ ጎረባብትኽን ድዩ ምስ ተንታዕምና እንድበሃል ድዩ ብዘይገድስ ብድሕሪኡ እንታይ ይምፃእ ናይ ሰብ ብዘይገድስ ሚስጢርና ክነግራልና እየን ገለመለ ይንገራልክን እንታይ ዓለም ወላ ሓንቲ ከምዚ ሓድሽ ነገር ብርቂ ነገርስ የለን ወላ ሓንቲ ተረዲእኽናኒ ሽግርካ ዘይምንጋር ተዓቢጥካ ሙማት ነቲ ሰብ ዝተርፍ ምጉሃይ ንባዕልኻ ሞይትካ ደቅኻ ለኪምካ ምጥፋእ ኩሉ ነገር እዚ እቲ ዝኸፍአ እምበር ሽግር ዘይብሉ ሰብ ንሽግርካ ምንጋር እዚ ኮይነ ነይረ እዚ ኮይነ ነይረ ምባል ፀገም የብሉን ኦፍኮርስ ንሕና ዋላ ጠሚና ክንበልዕ ደልና ከለና እንጀራ ጸጊበ እንዴ ንብል ሰባት ኢና፣ እዚ ዘዕበየና እዩ። ግን ሳም ታይም ምስቲ ዘዕበየካ ኣይትነብርን ኢኻ፣ ምስቲ ዘሎ ከባቢኻ እውን ትኸይድ ኢኻ። ስለዚ እዘን ኣዋልድና ካብቲ ጸልማት እቲ ውጻ፣ እስኽን ድሕር ጸገም ኣለክን ብልክዕ እሞ ምስቲ ሰብ ክትነብራ ትደልያ ተኾንክን እቲ ሒዝና ዝዓበየ ሓዳሪት ተተፋትሒ ድኣሞ ሰብ ክዕበን ድዩ እዚ ድዩ ትብላ እንድሕር ኮንክን ነብስኽን ኣድሕና መጀመርያ። ምክንያቱ እዚ ንሰምዖ ዘለና እዚ ንሪኦ ዘለና ኣብኡ ከይበፃሕኽን ከለኽን ፍታሕ ኣምፃ ንሰባት ንገራ ተዛረባ ነቶም ትኣምኖኦም ተደይ ኮይኑ ከዓኒ በቲ ቆንቆኦም ጌርክን ኣብቲ ናይ ናይ ሓንጎል ናይ ጥዕና ናይ ገለ ኩሉ ቸክ ክገብር እቲ ከምኡ ዝገብረክን ዘሎ ሰብ እንተ ከምዚ ዓይነት ሜላ ተጠቒምክን ከምዛ ናይዛ ግብፃዊት ሜላ ተተጠቒምክን ብዝኾነ ኣብነት ጌርክን ሂወትክን ትመርሓ ማለት እዩ ኣይኮነን ሰብኣይ ክትንክፈካ ማለት እዩ ኣይኮነን ክፀርፈካ ማለት እዩ ኣይኮነን ክትንክፈካስ ክፀርፈካ የብሉ እዚ ትኽክል ኣይኮነን እዚ ዋላ ጓል ኣንስተይቲ መሓዛኻ ኮይና ከምዚ ናብ ናይ ምንዓቕ ምልክት ናይ ኣቢዝ ምልክት ከምዚ ዘረባ ፑሽ ከምዚ ኣነ ገይረልክ እያ እሳ ስለ ዝገበረህልካ ስለ መሓዙት ኮንካ ብዙሕ ስለተሓላለኻ ንብረት ገለመልታት ካሊእ ብዙሕ ስለተመሓላለፍካ ክትፀቕፀቕ ኢጣ ክትዛረበካ ከም ዝሳኻሲ ባሪያ ባሪኤን ክትከውን ዝደልያ ዋልድ ብዙሓት ኣለዋ ኣባይ ምሳይ ኣይሰርሕን እዩ ትፍትን ከም ምሕዝነት ኦኬ ኢልካ ተቐርባ ብስነ ስርዓት ሓንቲ ጓል ኣንስተይቲ ትዛረበካ ሽግር ተልይዋ በኸያ ክትነግረካ ትኽእል እያ ፍታሕ ከተምፀላ ትኽእል ኢኻ ግን ጨርጨር ገለ ክትለልካ ግን መሰል የብለን ብላክ ጀስት ብላክ ኦኬ ዶ ሕጂ መጀመርያ እስኽን ንጥዕናኽን ንነብስኽን ተኻናኸና ሽዑ ምሳኽን ክነብር ትወዲ እንዳ ረገጸክን እንዳ ጸረፈክን ድሕራ ኢስ ኦኬ ሓዳረዩ ኢስ ኦኬ ሓዳረዩ ሰብ ከይሰምዕ ሰብ ከይሰምዕ ከምኡ ዝብሃል የለን ኤኒወይ እዘን ናይ ቀደምያ ኣዴታትና መሳኪን ገለመለ ድብል ቪድዮታት ክመጽእ ከሎ መሳኪን ናይ ቀደም ኣዴታትና እንታይ ኣለወን ገለመለታት ኣዴታትና ክቡራት እየን ነይረን ከምዚ ዓይነት ምርጋፅ ከምዚ ዓይነት ውርደት ከምዚ ዓይነት ኣብ ሜድያ ውርደት ኣየጋጠመን ኣብቲ ግዜ እናተን ጥዑም ክብረት ዘለዎ እዩ ነይሩ ማለት እዩ ዋላ ተፀቂጠ እንትኸዳ ከዓ ትርጉም ነይርዎ እዩ ትርጉም ነይርዎ እዩ ስጋዕ መጠረሻ ትበፅሕ ኢኻ ናይዚ ግን ሓንሳብ ክፀርፈካ ድዩ ክሃርመካ ምስ መፀ በቃ ኮንቲነስሊ እንዳቐፀለ እንዳቐፀለ እዩ ዝኸይድ ስለዚ ነብስኽን ባዕልኽን ካብ ፀልማት ኣውጻ ወላ ሓንቲ ኣብ ዝኾነ ኣብ ዓለም ወላ ሓንቲ ሚስጢር የለን እቲ ዝግበር ነገር ዝግበር ዝነበረ ን ፍተሽ ዝነበረ ኢዩ ባእሲ ዝነበረ ኢዩ ካሊእ ነገር ዝነበረ ኢዩ ስለዚ ነብስኽን ደቅኽን ፋሚልኽን ንኹሉ ሰብ ኣይተጉህያ ሰላም ንበራ መጀመርያ እስኻ ሰላም ምስ ትነብር ኢኻ ደቅኻ ተዕቢ። ሽግር እንድሕር ኣለዎ ፍታሕ ኣምጽ ከምዚ ዝብለክን ደለኹ ዓቢጥካ ኣይንበርን እዩ ነውሪ እዩ ንሕና ያ ክትዓቢ ከለኻ ከመይ ዓቢኻ ገለመለ ትጽቕጢ ዘለዋ ዓቢኻ ግን ሕጂ ከኹም ትነብር ዲኻ ኣይትነብርን ኢኻ ንኸባቢኻ እንዳመሰልካ ኢኻ ትኸይድ ኣብቲ ከባቢኻ ደሎስ እንታይ እዩ ዋይ ሕጉሳት ዋየን ሕጉሳት ኮይነን ኣብ ሓዳረን

ኣብኡ ትኸዳሲ ስለ ኣተሓሳስባኽን ዘይተቐየረ እንታይ ይኸውን ኣሎ መሲልክን? እዚ ዜሮ እዚ ምልእ ኢሉ።